መበል ዓሰርተው ክልተ ክፋል ስግኣት ረዚንን መጓዕዝቱን ኣብ ቤት ማእሰርቲ ኻርቱም በቲ ዝኣተውዎ ኺርስዖ እሞ ብኡ ኣቢሎም ኣብ ዕጹው ሸላ ረዳኢ ወይ ሓታቲ ዘይብሎም ከይበሉ እዩ ዝነበረ። እንተ ነውሐ ኣብ ሳልስቲ ክፍንዎም እናተጸበዩ መዓልታት እናተቖጽረ ብዘይ ሓታቲ ሰሙን ክልተ ሰሙን ምስ ገበሩ ድማ ሞራሎም ክትንከፉን ተስፋ ኽቖርጹን ተራእዩ። ኦሮማይ ክንርሳዕ ኢና እናበልና እንከለና ኣብ ሳልሳይ ሰሙን ጉዳይኩም ተራኢሎ ናፀኻ ተለቒቕኩም ኣለኹም ያላ ውፁ ተባሃልና ምስቲ ተስፋ ቆሪፅናዮ ዝነበርና ክሳዕ ካብቲ ቤት ማእሰርቲ ሓደ ንጎ ዘፋንዉና ፍጹም ክንኣምን ኣይከኣልናን ንሓድሕድና በቃ ሕጅስ ነፃ ኢና ተመስገን ፈጣሪ እናበልና ብታሕጓስ ዘሊልና ዝበለ ረዘነ፣ ነቲ ኣብታ ዕለት እቲኣ ካብ ቀጽሪ ቤት ማእሰርቲ ካርቱም ወጺኦም ናብ ጎደናታት እታ ከተማ ምስ ተጸንበሩ ዘጋጠሞም እውን ኣብታ ጥራዙ ዘኪርዎ ኣሎ። ኣብቲ ጎደናታት ኩሉ ሓላፍ መገዲ ተተገልቢጡ ይርእየና ነይሩ። ገሊኡ ይስሕቀና፣ ገሊኡ እውን የፋጥጠልና። ፈለማ እንታይ ኮይኖም እዞም ዓዲለ ገሪሙኒ። ድሓር ግን ለካ እቲ ተገልቢጦም ክጥምቱናስ ሓቆም እዮም ኢለ ሓሲበ። ምኽንያት መጠመቲኦም እውን ተገሊጹለይ። ድሕሪ ናይ ሸውዓተ ኣዋርሕ ፍረ ዘይብሉ ጉዕዞን ማእሰርትን ከልበትበትን ከም ስርዓት ምስልና ተደዊኑ፣ ወዝና ተደምሲሱ፣ ክዳውንትና ብኽቱር ዕርቃን ተበጃጂሉ፣ ኣሳእና መሃንኑ ጠፊእዎ ብገመድ ተኣሳሲሩ ልክዕ ካብ ጸጸራት ዝሃደመ ጸገም ኣእምሮ ዘለዎ ክንመስል ኣብቲ ጎደናታት ሸፋሕ እናበልና ክንከይድ ምርኣዮም ክገርሞም ባህርያዊ ነይሩ። ይትረፍ ሓላፍ መገዲ እቶም ዝፈልጡና ኤርትራውያን ብጾትና እውን ፈለማ ምስ ረኸብናዮም ፍጹም ከለልዩና ኣይከኣሉን። ኣነ ረዘነ ምስ በልኮም ብስንባደ ፈዚዞም እዮም ሪኦምኒ። ክሳዕ ክንድዚ ኢና ካብ ሰብነት ወጺናን ማሲናን ናብ ካርቱም ተመሊስና። ዳሕራይ ግና ሳላ ኤርትራውያን ኣሕዋት ኢደይ ኢድካ ኢሎም ዝሓገዙናን ዘተባብዑናን ዳግማይ ነብስና ክንመልስን ርግእ ኢልና ክንሓስብን ዝኸኣልና ይብል ረዘነ። ረዘነን ናይ ጉዕዞ ብጻዩን ብሓባር ዘይኮነ በብኣንፎም መነባብሮ ካርቱም ንምግጣም እቲ ኣብታ ከተማ ዝጸንሖም ውሁብ ኩነታት ገደዶም። ኮነ ከኣ ጉዕዞ ህይወቶም በብውልቆም ንኽመርሑ ዝብገሱላ እዋን ኣኸለት። ሓድሕዶም ተሐቋቒፎም ተሰዓዒሞም ሰሰናዩ ብምምናይ ከኣ ተፈላለዩ። እቲ መጓዕዝቱ ዓዲ ክቕይር እንከሎ ረዘነ ግን ኣብ ካርቱም ተረፈ። ዳግም ህይወቱ ንምምራሕ ከኣ ንበይኑ ተሰለፈ። ረዘነ ኣብተን ናይ ፈለማ ኣዋርሕ መዓልታዊ ህይወቱ ዝመርሓሉ ካብ ኢድ ናብ ኣፍ ብዝኾነ እቶትይ ስራሕ ከየማረጸ ንናብራ ክገጥማ ፈቲኑ። ድሒሩ ግን ብሳላ ሓገዝን ምትብባዕን ፈተውቱን ኣዕርኽቱን ዝሓሸ ደሞዝ ኣብ ዝረኽበሉ ስራሕ ክሰርሕ ጀመረ። ምስ ግዜ ከኣ ካብ ናይ ጉልበት ስራሕ ዝገላገለሉን ሓደ ይኾነኒ እዩ ዝበሎ ሞያ ኣጥርዩ ውሑስ ህይወት ዝመርሓሉን ስራሕ ንምስራሕ ኣለነ። ቅድሚ ዝኣገረ ብብቕዓቱ ክተኣማመን ነይርዎ። እታ ብቐረባ ዝተራእየቶ ሞያ ከኣ ነታ ከምዛ ዋዛ ኣብ ኢዱ ዘእተዋ ሳልሳይ ደረጃ መምርሒ ፍቓድ ብቕዓቱ ኣመስኪሩ ክሰርሓላ ከም ዘለዎ ንነብሱ ኣእመና። ረዘነ ነታ ሓደ እዋን ንናይ ገለ ሰዓታት ዕድል ስራሕ ከፊታ ብኡ ንብኡ ከም ጥዋፍ ህልም ዝበለት ናይ ኣውቲስትነት ስራሕ ትዝ እናበለቶ ነታ ፓቴንቲ ኣተኪሩ ጠመታ። ዝኽሪ ናይታ ጻዕዳ ሓዳስ ትዮታን ምስሊ ናይቲ ሓሙሽተ ጅንሕ ሂቡ ብቕኑብኡ ዘፋነዎ ናይ ሰዓታት ዓሙኡን ተራእይዎ ፍሽኽ በለ'ሞ ብሓሳብ ተዋሕጠ። ሕልንኡ ኣብ ሕሉፍ ካብ ምንባር ሕጂ እንታይ ተገበርኩ ሓይሽ በል ክብል ግዲ ኣበራቢርዎ ከኣ ኣብ ሞጎት ሕልናን ነብስን ተቐርቂሩ ንውሽጡ ኣብ ምስማዕ ተጸምደ። ነዛ ፓቴንተይ ክጥቀመላ ኣለኒ ድማ በለ ምስ ነብሱ። ምዝዋር መኪና ገና ዘይመለኽካ ነቲ ቅድሚ ሎሚ ዝጎነፈካ ውርደት ዲኻ ክትደግሞ ደሊኻ? መለስ ሕልናም ካብዚ ሕሱር ናይ ጉልበት ስራሕ ክናገፍ እንተኾይነ ግድን ገለ ነገር ክገብር ኣለኒ። ሕጂ ውን ምስ ነብሱ እዩ ተዛሪቡ ረዘነ። ድሌትን ተበግሶን ጥራይ ይሃልኻ እምበር ዘይከኣል ነገር የለን። ልዝብ ነብስን ሕልናን ኣብ ውሽጡ ክሰምር እናተፈለጦ ድማዩ ብዛዕባ እዚ ምስ ውሽጡ ዘልዓሎ ጉዳይ ምስ ገለ ካብ ፈተውቱ ንምምይያጥ ከም ዝተበገሰ ኣብታ ጥራዙ ዝጠቐሰ ረዘነ፣ እዞም ካባይ ዝሓሸ ሞያ ወይ ክእለት ዘለዎም ብጾተይ ብጻዕሪ እምበር ደርሆ ሓሪዶም ኣይኮኑን ኣጥርዮሞ ኢሉ ብድፍረት ተበገሰ። ነታ ዝጽዕር ይዕወት እትብል ጥቕሲ እውን ብምልኡ ልበይ ዝኣምነላ ነበርኩም። ነቶም ምስ መካይን ዝውዕሉ ኣዕሩኽተይ ሓንሳእ ሓግዙኒ፣ ሓንሳእ ደግፉኒ እናበልኩ ብድፍረት ክለማመድ ጀሚረ። ብምሉእ ድሌት እንተተበጊስካ ኣምላኽ እውን ኣብ ስራሕካ ይጽንበረካ እዩ። ኣይጸናሕኩን፣ ካብቶም መሳርሕተይ ብገለ ምኽንያት ካልእ ስራሕ እንተጋጢሞ ረዘነ ክሳዕ ዝምለስ ነዛ መኪና ሒዝካያ ጽናሕ ክብሉንን ብብቕዓት ኣዘዋውራይ ክተኣማመኑን ጀሚሮም። በዚ ኸኣ ፍናን ጌረን ኪኖ ምዝዋር መካይን ኣርእዩኒ እምበር እዚ ደኣ እንታይ ዶ ኣለዎ እዩ ቀሊል እዩ እናበልኩ ንድፍረት ክሳዕ ኣብታ ከም ተራ ሰራሕተኛ ኮይነ ፈለማ ዝኣተኽዋ ኩባንያ ዝነበራ ዓበይቲ ግሬደራት ሎደራትን ቡልዶዘራትን ሳላ ኤርትራውያን ኣሕዋት ዘተባብዑኒ ብዘይ ጸገም ክንቀሳቕሰን ቀልጢፈ ተላልየ ክመልከን በቒዐ። ዝሓሸ ስራሕ እናሰራሕኩ ከኣ ደረጃ መነባብሮይ ክመሓየሽን ገንዘብ ከዋህልልን ክኢለ ይብል ረዘነ። ይኹን እምበር ረዘነ ቀዋምን ውሕስነት ዘለዎን ስራሕ ዘይምርካቡ በቲ ሓደ እቲ ኣብ ተዛማደ ዕረፍቲ ምስ ኣዕሩኽቱ ዘልዕሎ ዛዕባ ስደትን ወረ ስደትን በቲ ካልእ ተደማሚሩ ንኸተማ ካርቱም ክጸልኣ ደኣ ጀመረ። ብዘይካዚ እውን እታ ንወጻኢ ምኻድ እትብል ሓሳብ ከም መርዘን ገና ኣብ ርእሱ ምስ ደየበት ኣይወረደትን። ብፍላይ ምስ ኣዕሩኽቱ ከዕልል እንከሎ ትደግሰሞ ልቡን ቀልቡን በታ ሓንሳእ ኣብ ኣእምሮኡ ዘስረጻ ንወፃእ ምኻድ እትብል ቃል ይግዛእ። ብዛዕባ እዚ ኸኣ እታ ጥራዝ ነዚ ዝስዕብ ዕላል ረዘነ ዘስፈረቶም። እታ ንወፃኢ እትብል ሓሳብ ገና ኣብ መዕረፊኣ ኣይብጻሕኳን። ኣብ ኣእምሮይ ተኹድድ እያ ነይራ። እቲ ኣብ ቀዳማይ ፈተነ ዝገጠመኒ ፍሽለት እኳ ብውሽጠይ ስግኣት እንተፈጠረለይ ቁስለይ ኣሕወየ ንኻልኣይ ፈተነ ንወፃኢ ክገጥማ ምዛ ነብሰይ ተማኺረ ከም ውዱእ ወሲደ ተበጊሰ። ሰሪሐ ቁሩብ መንቀሳቐሲ ገንዘብ ምስ ኣዋህለልኩ ከኣ ቤን ምፍታን ኣሓይሽ ናበየናይ ሃገርከ ኢለ ሓሲበ ፈለማ ብሊብያ ገይረ ንኤውሮጳ ዶ ክፍትን ብምባል ከጽንዕ ፈቲነ እቲ ወረ ግን ኣይገደን ካብ ሱዳን ንሊብያ ገጾም ዝተበገሱ ኣብ ምድረ በዳ ሰሃራ ብኻምሲን ተደብዮም ዝብል ገና ከይተበገስኩ ተስፋ ዘቑርጽ ዕላላት ሰማዕኩም ስለዚ ዝመርጾ መገዲ ይኹን ዝኸዶ ሃገር ቀይረን። እታ ዝኸዳ ሃገር ስዑድያ። እቲ ጉዕዞ ከኣ ብባሕሪ ክኸውን ወሲነዮም። ናይ ባሕሪ ጉዕዞ ንኽፍትን ከኣ ኣብ ወርሒ ለካቲት 1984 ካብ ካርቱም ናብ ፖር ሱዳን ወረድኩም ይብል ረዘነ። ኣብዛ ነጥቢ እዚኣ ምስ በጻሕኩ ናይ ሰብ ነገር ግዲ ገሪሙኒ ነታ ብዕምቆት ትርጉማ ባህ እትብለኒ ኣልናስ እትብል ናይ ዓረብኛ ቃል ኣስተማቐርኳ። እታ ቓል ድርብ ትርጉም እዩ ዘለዋ። በቲ ሓደ ወዲ ሰብ ዝብል ትርጉም ከተስምዕ እንከላ፣ በቲ ካልእ ከኣ እቲ ረሳዒ ዝብል ትርጉም ዝሓዘለት እያ። እነሀ ከኣ ሰብ ረሳዐ ኮይኑ ረዘነ እውን ድሮ ኣብ ቤት ማእሰርቲ ጁባ እንከሎ ንዝተቐንዮ ናይ እህህታኡ ድምጺ ረሲዑ ዳግም ናብ ፈተነ ተበጊሱ። እምበር ንሱስ ነታ ቅንያት ጸላም ብዝብል ኣርእስቲ ኣብ ቤት ማእሰርቲ ጁባ እንከሎ ዝገጠማ ግጥሚ ኣብታ ጥራዙ ኣስፊርዋ ኣሎ ደጊመ ኣንቢብያ ካብተን 27 መስመራት በተን 13 መስመራት ዝያዳ ተመሲጠ ኣብ ቤት ማእሰርቲ ኣትየ ቁሊሕ እንተበልኩ ብየማነ ጸጋም ብጽሉላት ተኸብብኩም መግቢ ሓሪሙኒ ጠሜን ተሓተትኩ ኣብ ዕስራን ኣርባዕተን ሰዓታት መትሓዝ ትንፋስ ይርኽብኩም። ብዛዕባ ገበነይ ኣትሪረ እንተሓተትኩ፣ ኣይኮነን ዶ ቁሊሕ ዝብል ዝርእየኒ እኳ ሰኣንኩም። ምስ ዕድለይ ኣምሪረ መሬት እናጠመትኩም። ማእሰርቲ ከይኣክል ሕማም ገደደኒ፣ መዓንጣይ ቆሪጹ ደም እናሓለበኒ። ሕክምና እንተበልኩ መን እሞ የልዕለኒ፣ መዓልቲ ከይነውሐ ኣምላኽ ይርድኣኒ። መዋእል ምቑጻረይ እናጓየኒ ጣዕሳ ተወረርኩ ናብዚ ዝሐሰበኒ እያ ትብል ነዛ ሓጻር ግጥሚ ኣብ ጁባ ከሎኹ'የ ጽሒፈያ መብዛሕትኡ ጽሑፋተይ ኣብቲ ግዜ'ቲ ኣብ ንእሽቶ ናይ ደያሪ ጥራዝ እስፍሮ ስለ ዝነበርኩ ንምዝካሩ ብዙሕ ኣይጸገመንን ይብል ረዘነ እዛ ሕጥቦ ጽሑፍ እዚኣ ውን ነታ ቅንያት ጸላም እትብል ግጥሚ ከም መእተዊ ዝተጠቕምኩላ እያም። ካብ ገጻት ቤት ማእሰርቲ ጁባ ናብ ገጻት ወደባዊት ከተማ ፖርት ሱዳን ገናጺለም። ካብ ቀዳማይ ፍሹል ጉዕዞ ንወጻኢ ናብ ዳግማይ ርቡጽ ጉዕዞ ንወጻኢ። ናብ ፖርት ሱዳን መውረዴ ንስዑዲ ዓረብ ምስጋር ይሓይሽ ብምባል እየ። ኣብታ ከተማ ቁሩብ መዓልታት ብውሽጠ ውሽጢ እናጣየቕኩ ቀነኹ እሞ ሓደ ካብቶም ብቢዝነስ ዝፍለጡ ባሕሪ ኣብ ምስጋር ዝነጥፉ ሰባት ረኺበም ብባሕሪ ገይሮም ንጅዳ ከስግሩን ኸኣ ተወዓኣልኩም። ንሱን ብጾቱን ክተሓባበሩን ምዃኖም ብምርድዳእ ድማ ድሕሪ ሓደ ሰሙን ንኽንራኸብ ብቆጸራ ተፈላሊና ትብል ታጥራስ። ረዘነ ኣብ ቦታ ቆጸርኡ ኣቐዲሙ እዩ ተረኺቦም። እቲ ዝተወዓዓሎ ናይ ቢዝነስ ሰብን ብጾቱን ግን ገና ኣብ ቦታ ቆጸርኦም ኣይተቐልቀሉን። ረዘነ ኣብ ትጽቢት እንከሎ ኸኣ እታ ዝነበራ ከባቢ በብቑሩብ ከምቲ ናቱ ሳንጣን ገለ ቁጻር ምጻርን ብዝሓዙ ብርክት ዝበሉ መንእሰያት ክትመልእ ኣስተብሃለ። ከምኡ ንወጻኢ ዝተበገሱ ምዃኖም እኳ እንተገመተ ክሳዕቶም ዝጽበዮም ዝነበረ መራሕቲ ጉዕዞ ዝመጽዎ ናብቶም መንእሰያት ገጹ ኣይቀረበን። እቶም ዝተወዓዓልኩም ሰባት ምስ መጹ ምስቶም ከማይ ብባሕሪ ዝተበግሱ ሰባት ኮይና ከም ውዕልና ገንዘቦም ከፊልናዮም። መሬት ምስ ምስ በለ ኸኣ ንኹልና ኣኻኺቦም ብሓንቲ መኪና ገይሮም ኣበጊሶምና ይብል ረዘነ። እታ መንእሰያት ኣብ ርእሲ ርእሲ ተጸቓቒጦም ዝተወጥሕዋ መኪና ካብ ፖርት ሱዳን ንደቡብ ሸነኽ ንስዋኪን ብዝወስድ ጽርግያ ንኣስታት ፍርቂ ሰዓት ዝኸውን ተጓዒዛ። ተሪር ዓቐበት ኣጋባ ቅድሚ ምብጽሓ ንጸጋም ወገን ሒዛ ናብቲ ገምገም ባሕሪ ገጻ ተኣልየት እሞ ጽግዕ በለት። ኣብ ሓንቲ ብቴንዳ ዝተሰርሐት ኣግነት ትመስል ገዛ ናይ ራሻየዳ ምስ በጽሐት ኣውረዱና። እቲ ኣግነት ሰብ ኣይነበረን። ኩላትና ኣብኡ ሓዲርና ውዒልና። ንምሸቱ ሰዓት ሸሞንተ ኣቢሉ ይኸውን ክልተ ሰባት መጺኦም ሒዞምና ናብታ ኣብ ደንደስ ባሕሪ ዝነበረት ሳንቡቕ ወሰዱና። በብሓደ ሰሪዖም ከኣ ብዘይካቶም ኣርባዕተ መራሕቲ ሳንቡቕ ሰላሳን ሽዱሽተን ሰባት ተሰቒልናዮም ጉዕዞ ብባሕሪ ተጀሚሩ እታ ልዕሊ ዓቕማ ሰባት ዘሳፍር ጃልባ ምሸት ምድሪ ተበጊሳ ማዕበል ዝሕመ ኣይነበረን ብህድኣት እዩ ምስቲ ደንደስ እናተሳለመ ዝምለስ ዝነበረ ቁመታ ጃልባ ሓፂር ኣብ ርእሲ ምዃኑ ናብቲ ባሕሪ ምስ ቀረበት ገና ሞተር ከይተላዕለ እንከሎ ክዳውንቲ ናብ ጸፍዒ ማይ ባሕሪ ጠስጢሱ እዩ። ሞተር ናይታ ጃልባ ከምዚ ናይ ጠሓኒት እኽሊ ዝጥዕም ድምፂ ምስ ሃበ ኸኣ እቲ ጉዕዞ ብርግጽ ከም ዝጀመረ ተበሲርና። እቲ ግብ ዝበለ ጸልማት ምስ ማይ ባሕሪ ተመሳሳሊ ሕብሪ ለቢሱ ድሙቕ ጸሊም ከባቢ ኣርባዓ ንኸውን ተሳፈርቲ ኣኣብ ዝነበርናዮ ኩርሙይ ኢልና ኢና ኮፍ ኢልና። እቲ ጨዋ ማይ እናገጨበናን እናሰራሰረናን ምሉእ ለይቲ ተጓዒዝና መሬት ምስ ወግሐ እውን ቀጺልናዮም። ኣብቲ ሰጣሕ ባሕሪ ጸሓይ ተቐልቂላ። ዳርጋ ሽዑ ኢና እቶም ተጓዓዝቲ ክንረኣ ዝኸኣልና። ጸሓይ ንላዕሊ ገጻ እናንቃዕረረት ብዝኸደት ከኣ ምቖትን ዳህርን ተደራሪቡና። ኩላ ሰብ ማይ ማይ ክትብል ጀሚራ። መራሕቲ ጃልባ ግን ገጽ ኣይሃቡናን። እተን ገለ ሰባት ብንእሽቶ ጀሪካን ዝተማልእወን ውሑዳት ሊትሮታት ማይ ኣብ ኩሉ ከይተባጽሓ ኣብ ውሱን ሰዓታት ተጸንቂቐን፣ ሰብ ብሙቐትን ጽምኢ ማይን ክትቅሎ ጀመረት። ጨዋ ማይ ባሕሪ መን ይድፈሮ? ትብል ተጥራዝ። ናብ ካልእ ሕጥቦ ጽሑፍ ናይታ ክጥረዝ ሰጊረ። ረዘነ ምስ ባህርያዊ ጽባቐ ባሕርን ምስ ነብሱን ይኸዕልል ጸኒሑ። ነቲ ድሙቕ ሰማያዊ ሕብሪ ዝሓዘ ለጥ ዝበለ ባሕሪ ካብ ሰማይ ክትፈልይ ይጽግመካ። እቲ ጩራታት ጸሓይ ኣብቲ ባሕሪ ሃሪሙ ዓይንኻ ይመሊሱ ዝደጉሓካ። ካብ ሓደ ጫፍ ናብቲ ካልእ ተማዕድሞ ብኡ ንብኡ ብሓሳብ ተወጢሕካ ከም እትጋለብ ይገብረካ። ከም ማእዝኑ ዝጠፍኦ መንጨሎስ ንፋስ ቀውዒ ትብቆጽ። ብዛዕባ ዕድል መጺኻ ከተስተንትን ጸኒሕካ ብዛዕባ ዝሓለፍካዮ ግድል ትዝክር ንዑ ከይዛዘምካ መስመስ ብዝብሉ ሓሳባት መመሊስካ ትሸብብ ካብ ግዜ ንእስነተይ ጀሚረ ኩሉ ዘሕለፍኩዎ ተዘክሮታት ህይወት ኩሉና ተዘከረኒ ኣብ ማዕበል ሓሳብ ጥሒለ ከለኹ እያ እታ ብእልፊ ጣዋሉ ጠቓቒዮም ዝሰርሕዋ ጃልባ ጽቡቕ ኪድ ሓዲራ ከብ ዘይወዓለት ሃንደበት ልዕሊ ዓቕን ክትሰራሰርን ክትሕቆንን ጀመረት። ኩሉ ተሳፋራይ ብራዕዲ ከብዱ ሓቚፎም። ሽዑ ሓደ ካብቶም መራሕቲ ጃልባ ኦ ማዕበል ጀሚሩ ኣሎ፣ ኩሉ ከኣ ኣብ ዝነበርካዮ ኮፍ በል፣ ሚዛን ክንሕሉ ማዕረ ብየማን ጸጋም ንኹን ኢሉ ዘረብኡ ከይወድእ እንከሎ እቲ ከም ምድረ በዳ ሰጥ ኢሉ ዝወዓለ ባሕሪ ፈለማ ጻዕዳ ዓፍራ መሰል ነገር ኣብ መላእ እቲ ከባቢ ተዘርአ እሞ ባሕሪ ሓፍሓፍ ክብል ጀመረ። ቁሩብ ጽንሕ ኢሉ እናተዓዃለለ ጎቦ ክመስል ንላዕሊ ወጺኡ እናተጠቓለለ ተተጠውዩ ነታ ጃልባ ክጎብጣ ተሃንደደ። ኣኽ! ድራር ዓሳ እባ ኾንካ ረዘነ! በልክዋ ንነብሰይ። ረዘነ! ጉዕዞ ረመጽን በረድን!